ኣብ ፋይናንስ ኩሉ ግዘ ክልተ ቃላት ንጥቀመሎም ብብዝሒ ንጥቀመሎም ቃላት ኣለው ንሶም ድማ እንታይ እዮም ኣሰድን ሊያቢሊቲን ኣሰድ እንታይ ምስ ንብል ኣሰድ ማለት ፀጋ ማለት እዩ ዋጋታቶም ዝውስኽ እንዳወሰኹ ዝኸዱ ነገራት ማለት እዩ ንኣብነት ስቶክ ብርክታት ናይ ካምፓኒ ቦንድ ሚችዋል ፋንድ ሪል ስቴት ወይ ድማ ጤሳ እዚኦም ዋግኦም እንዳወሰኸ ሰለ ዝኸይድ ኣሰድ ኢልና ንፅውዖም። በቲ ሓደ ሸነኽ ድማ ሊያቢሊቲ ንብሎም ድማ ከም ማኪና፣ ሳሎን፣ ተለቪዥን ምግዛእ፣ ዘንፀባርቑ ነገራት ዘበሉ ኩሉ ነገር እዚኦም ካዓ ሊያቢሊቲ ንብሎም። ምኽንያቱ ንምንታይ ዋግኦም እንዳጎደለ ሰለ ዝኸይድ ማለት እዩ። ስለዚ ክንትም ወይ ክንምዕብል ወይ ንደልዮ ዓይነት ህይወት ክንነብር እንድሕር ኬይና እንታይና ንገብር ነቲኦም ሊያቢሊቲ ናትና ኣጉዲልና ነቲኦም ኣሰድ ናትና ኢና ነብዝሖም ማለት እዩ። ኣብ ማሕበራዊ ህይወትከ? ኣሰድን ሊያብሊትን ዝበሃሉ መሳርሕትኻ ክኾኑ ይኽእሉ፣ ደቂ ገዛኻ፣ የሕዋትካ፣ ጎረቤትካ፣ የዕሩኻትካ፣ ደቂ ማሕበርካ፣ ደቂ ቤተክርስትያንካ፣ ኮታ ኩሉ ኣብ ማሕበራዊ ህይወት ትረኽቦ ሰብ ኣሰድን ሊያብሊትን እዮም ማለት እዩ። ጸጋ ኣለዉ፣ ዕዳ ኣለዉ። ነዚኦም ከመይ ገርና ነላልዮም? ከመይ ገርናኸ ነጉድሎምን ከመይ ገርና ዝበዝሐ ጸጋ ዘለዎም ሰባት ምስኦም ዝበዝሐ ግዜ ነሕልፍን ክንርኢ ኢና ኣብዚኣ ቪድዮ ማለት እዩ። ከም ዘይትፈልጡኒ ስመይ ማእከለ ይበሃል ኣብዚ ዩቱብ ቻነል ኩሉ ግዜ ክጠቕመናን ከዕብየናን ይኽእል ዝበልክዎ መደባት እየ ዘቕርብ ብፍላይ ድማ ኣብ ፋይናንስ ዘተኮረ ትምህርትታት ኢና ነቕርብ ኣብ ከምዚ ተገዳስነት ንሕራለኩም ኮይኑ ኣብ ጽቡቕ ቦታ ኣለኹም ሳብስክራይብ ገርኩም ናብዛ ዩቱብ ቻነል ክትሓብሩ ብኽብሪ ዕድመኩም እምበኣር ኣብ ፋይናንስ ኣሰድን ሊያብሊትን ርኢናዮም ኣለና ኣብ ማሕበራዊ ህይወት ከ እቲኦም ኣሰድ ዝበሃሉ በዓል መን እዮም ወይ እቲዮም ለያቢሊቲ ዝበሃሉ ከ በዓል መን እዮም ምስ ንብል እቲዮም ለያቢሊቲ በዓል መን እዮም ድሕሪ ኢልና ናይ መረረ ሰባት ናይ ምስምስ ናይ መመኽኔታ ናይ ሕሜታ ናይ ጸርፊ ናይ ምፍርዲ ናይ ጓይላ ናይ ሆሆ ኮታ ኣብ ዘየድልዩ ነገራት ወይ ድማ ኩሉ ግዜ ንስኻ ኣብ ዘይትደልዮ መገዲ ዝወዙኻ ሰባት እዚኦም ሊያቢሊቲ ክንብሎም ንኽእል ኢና ወይ ድማ ጾር ክንብሎም ንኽእል ኢና ማለት እዩ እቲኦም ኣሰድ ንብሎም ድማ ኩሉ ግዜ ትኽእል ኢኻ ኣጆኻ ንፉዕ ኢኻ ኢሎም ዘተባብዑኻ ተስፋ ዝህቡኻ እዚ ዓይነት መጽሓፍ ኣንብብ እዚ ዓይነት ኮርስ ውሰድ ኮምፒውተር ተመሃር እንግሊሽ ከምዚ እዩ እዚ ዓዲ ቀሊል እዩ ኩሉ ግዜ ጥዑይ ሓበሬታ ዝህቡኻ ዘተባብዑኻ ናብቲ ንስኻ ትደልዮ ዘለኻ ንኽትከይድ ዝሕጉዝኻን ዝድግፉኻን እዚኦም ከኣ ኣሰድ ንብሎም ወይ ድማ ጸጋ እዮም ምኽንያቱ ንምንታይ ንዓኻ ኩሉ ግዜ ኣብ ህይወትካ ሓድሽ ነገር ንኽትገብር ሓድሽ ነገር ንኽትፍጽም የተባብዑኻን ሓይሊ ይህቡኻ ማለት እዩ እዚኦም ወሃብቲ ሓይሊ ወይ ድማ ጸጋ ክንብሎም ንኽእልና ማለት እዩ በቲ ሓደ ሸነኽ በቲ ኣቐዲምና ዝረኣናዮም ድማ ሊያቢሊቲ ወይ ድማ ጾር ማለት እዩ ስለዚ ነዚኦም ሊያቢሊቲ መቸም ካይገደፍካዮም ካብ ዕዳ ክትወጽእ ኣይትኽእልን ኢኻ ወይ ድማ ናብቲ እትደልዮ ቦታ ክትበጽሕ ኣይትኽእልን ኢኻ ምኽንያቱ እቲ ዕዳ እንድሕር በዚሑ ወይ እቶም ሰሓብቲ ንድሕሪት ዝጎቱኻ እንድሕር በዚሖም ግድነት ኢኻ ንድሕሪት ክትጉተት ማለት እዩ ናብቲ ዝደለኻዮ ንክትበጽሕ ግን ነዚኦም ከተወግዶም ክትክእል ኣለካ ማለት እዩ እቲ ዝበለጸ መገዲ ነዚኦም ኩሎም ግድፍ ኣቢልካ መዚኦም ጸጋ ዝኾኑ ሰባት ወይ ድማ ኣብ ህይወትካ ጽቡቕ ነገር ንክትገብር ዓቢ ነገር ንክትፍጽም ዝሕጉዝኻን ዘባርትዑኻን ክትከይድ እዩ ማለት እዩ እንተኾነ ግን ቀሊል ኣይኮነን። ነዚኦም ኩሎም የዕሩኻትካ፣ ጎረባብትኻ፣ መፈተውትኻ፣ መሓዙትካ፣ ደቂ ቤተክርስትያንካ፣ ደቂ ማሕበርካ ነዚኦም ኩሎም ጥንጥን ኣቢልካ ናብዚኦም ክትከይድ ናይ ብሓቂ ቀሊል ኣይከነን። እንተኾነ ግን ዝበለጸ እዩ ማለት እዩ። ንጊዜኡ ክቕየሙልካን ክጸርፉኻን ክሓምዩኻን ብዛዕባኻ ሕማቕ ክዛረቡ ይኽእሉ እዮም። ኣብ መወዳእታ ግን ንስኻ ኣብቲ እትደልዮ ቦታ ምስ በጻሕካ ቀዳሞት ኣተባባዕቲ ናትካ ወይ ደገፍቲ ናትካ ፈተውትኻ እሶም እዮም ማለት እዩ ንኣብነት ማኪና ቡጋቲ ሪኢኹም ኣለኹም ማኪና ቡጋቲ ክልተ መንበሪ ወይ ክልተ ኩርሲ ዘለዎ ኣብ ውሽጣ ግን ዝኸበረት እያ ኣብ ዓለም ምስኤን ዝኸበራ መካይን እያ ማለት እዩ በቲ ሓደ ሸነኽ ከ ኣውቶቡስ ንምፃእ ኣውቶቡስ መቸም ኩሉ ግዜ ህይወቱ ሙሉ ብኣውቶቡስ ክነብር ዝደሊ ሰብ የሎን ብዙሓት ሰባት እያ ትፅዕን ማለት እዩ እቲኣ ክልተ ሰባት እትፅዕን ፀጋ ወይ ድማ ብዙሓት ሰባት ዝሃርፈዋን ክብርቲ ነገር ቡጋቲ ክልተ ሰባት ጥራይ እያ ትፅዕን እቲኦም ብዙሓት ሰባት ዝኸድዋ ግን እንታይ እያ? ሕስርቲ እያ ኣውቶቡስ ማለት እዩ። እቲኦም ኩሉ ግዜ ዝበዝሑ ኣብ ህይወትና ዝበዝሐ ግዜ ንህቦም እቲኦም ዕዳ ክኾኑ የብሎምን ወይ ድማ እቲኦም ንጸጋ ዝኾኑ ሰባት ዝበዝሐ ግዜና ክንህቦም ኣለና። ቀሊል ኣይከነን ናይ ብሓቂ ነዚኦም ምሳኻ ዝነበሩ ቅድሚ ሕጂ ጠንጢንካዮም ወይ ገዲፍካዮም ናብዚኦም ክትከይድ ቀሊል ኣይኮነን። እንታይ ክትገብር ትኽእል ግን ከተጓድሎም ትኽእል ኢኻ ማለት እዩ ለሚት ክትገብሮም ትኽእል ኢኻ ንኣብነት ኣብ መዓልቲ ክልተ ሰዓት ንሕር ኣለውኻ እተን ክልተ ሰዓት ምስ ሰባት ተሕልፈን ንሕር ከይንካ እቲኣን ሰዓትን ፈረቓን መዚኦም ጸጋ ወይ ድማ ዘተባብዑኻ ኣብ ህይወትካ ነቲ እትደልዮ ዘለኻ ነገር ንኽትበጽሕ ዝሕግዙኻን ዝድግፉኻን ሰባት ምስኦም ይሕልፈን ወይ ምስኦም ተደዋወል ምስኦም ተራኸብ እተን ዝተረፋ ፍርቂ ሰዓት ድማ ነቶም ዕዳ ዝበልናዮም ወይ ድማ ነቶም ናይ ምስምስ፣ መመኽኔታ፣ ናይ ወረ፣ ናይ ሕሜታ ዝኾኑ ከኣ ናብኦም ክተሕልፈን ወይ ድማ ምስኦም ክተሕልፈን ከኣ ይሓይሽ ማለት እዩ። እንተዘይኮይኑ ኩለን እቲኤን ዘለዋኻ ክልተ ሰዓት እንድሕር ብግቡእ ዘይተጠቂምካለን እሞኻ ናብ ዕዳ እንድሕር ከይድካ ወይ ናብቲኦም ንድሕሪት ዝጎቱኻ ሰባት እንድሕር ከይድካ ግድነት ኢኻ ካብቲ ዘለኻዮ ክትንቀሳቐስ ወይ ክትዓቢ ክትቅየር ኣይትኽእልን ኢኻ ማለት እዩ። ኩሉ ግዜ ግዜኻ ብጥበብን ብሜላን ከተዋፍሮ እንድሕር ዘይክኢልካ ናይ ብሓቂ ኣዝዩ ሓደገኛ እዩ ማለት እዩ። ካብ ገንዘብካ ንላዕሊ ኣብ ግዜኻ ክትጥንቀቕ ክትክእል ኣለካ ማለት እዩ። ምኽንያቱ ግዜኻ ብኾንቶ ወይ ኣብቲ ንስኻ ዘይትደልዮ እንድሕር ኣጥፊእካዮ ክልተ ሳዕቤን እዩ ዘለዎ። ቀዳማይ እቲ ክቡር ግዜኻ ይጠፍእ፣ ካልኣይ ድማ ሕማቕ ልምድታት ተጥሪ ማለት እዩ። ምኽንያቱ ኣብ ሕማቕ ቦታ ምስ ከድካ ሕማቕ ልምዲ ሒዝካ ክትምጽእ ንቡር እዩ ወይ ባህርያዊ ማለት እዩ። ኣብ ጽቡቕ ቦታ እንድሕር ከድካ ከኣ ጽቡቕ ባህርያት ሒዝካ ክትመጽኻ ግድነት እዩ ማለት ስለዚ ግዜኻ ብጥበብ ከተዋፍሮ ወይ ብውሕልል ኣገባብ ከተዋፍሮ ክትክእል ኣለካ ማለት እዩ። ስለዚ እዚኣ ትመስል ነይራ ናይ ሎማዓንቲ ቪድዮ ከመይ ጌርካ እቶም ኣብ ከባቢኻ ዘለዉ ፈትሽካ ዕዳ ድዮም ጸጋ ዕዳ እንድሕር ከይኖም ከምቲ ዝበልናዮ ኣጓዲልካ ዝበዝሐ ግዜኻ ናብ ጸጋ ኣዋፊርካ ናብቲ እትደልዮ መገዲ ብቐረባን ብቐሊልን ክትበጽሖ ትኽእል ኢኻ ማለት እዩ። ተፈቲኹማ እዚኣ ቪድዮ ላይክ በልዋ ናብ ካልኦት ሰባት ክትጠቅም እያ ኢልኩም ድሕሪ ኣሚንኩም ሸር ግበርሎም። ምሳኹም ጸናሕኩ ሓውኹም ማእከል እየ። ስለቲ ኩሉ ግዜ ትህቡኒ ደገፍን ምትብባዕን ከኣ ካብ ልቢ የመስግን። ሰላም መዓልቲ ሰላም።